ሰላም ዝኸበርኩም ተኸታተልቲ ሰሰን ኢንተርተይመንት ከመይ ቀኒኹም ጥበብ ሰሲና ኣብ ሰሰን ልክዕ ከም ሽመን እንዳ ሰሰናየን ትመጽኣ ደሏ ንሎሚ ከኣ ሓደ ውልዶ ዝኾነ ኮሜድያን ሒዛትልኩም መጺኣ ኣላ ናብቲ ፕሮግራም ከብለኩም እየ ሰናይ መከታል። ስድራይ ግን ጎያያ ይኮነሎም ደል ኔሮም ግዲ ጎይኻ ትብላዕ ኔራ እቲ ሰዓት እቲ ጎያያ ይኮን ማራ ኣይ ዳስ በቃ ቱታ ገለ ምን ኢልወ ሽዑ ማንም ሰብ ዘይተኸደኖ እዩ ተኸዲነዮ ግን ኣየድማዕኩሉን ቆልዓ ከለኻ ክርእየካ ከለኹ ከምዚ ን ኣዲኡ

ጢንጢን ናይ እደርፍ ፋዘረይ መጺኡና መደቀሲስ ጃን ወዲ ዳኾንካ ዳሓን ዲኻ እንታይ ረኺብካ ገለ ኢልኒ ዝበኪ ዘለኹ መሲልዎ ኣብ ምውሳእ ዓለም ካብ ትኣቱ ቡዙሓት ሰዓብቲ ኣለውኻ ዝበዝሑ ሰዓብትኻ ኣወዳት ዶ ወይስ ኣዋልድ እንታይ ሪኦም እዮም ወይ ሪኤን እየን ስስን ስስን ካብ ህዝቢ። ናብ ህዝቢ። ሰላም ሰላም ክቡራት ኣድነቅተይ ፈተውተይ ናይ ጥበብ ተዓዘብተይ ብጣዕሚ እየ ዝፈትወኩም ዘፍቅረኩም ኣነ ሓውኩም ዮውሃንስ ፋኒኤል ወዲ ፋኑ ኣብ ሰስን ኢንተርቴመንት ምስ ጥበብ ሰሲና ሕቶታት ተቀሪብልካ ኢሎምኒ ሕቶይ ሒዘ ቀሪበ ኣለኹ ናብ መልሰን ክንኣቱ ተኽኢለ እየ እምበር ተዘይኮይኑ ክትሕግዙኒ ኢኹም ምቹእ መን'ዩ? እስከ ብሰለስተ ነገራት ንነብስኻ ንተዓዘብቲ ኣለልዮም። a ምቹእ ኣነ'የ፣ ጥራሕ ደ? ቁጽሪ ክልተ፣ ኣብ ብምቹእ ደይኮነ ብጆን ቀልጢፈ ሓራቒ ቀልጢፈ ተመላሲ'የ። ደሓር ዓበይቲ ይኹን ንኣሽቱ ብዝሃቡኒ ምኽሪ ሰሚዐ ዝኸይድ'የ። ንምንታይ ዋላ ንሕማቐይ ይኹን ጽን በሃላይ'የ። ነዚ ይመስል። ዝተረፈ ተሎ መልዎ ትፈልጥን ኢኩም ባዕልኩም። ምቹ ማለት እንታይ ማለት እዩ ብከመይ ከ ለጊባትካ ትፈትዋ ዲካ። እወ እፈትዋ እየ ምቹ ማለት ምቾት ማለት እዩ እታ ሳጓ ዝለገበትኒ ድማ ስለ ፍቅሪ ትብል ሰራሕክዋ ኣብ ኣዲስ ኣበባ ቀዳመይ ስርሐይ ማለት እዩ ምቹ ኮይነ ባዕለይ ነቲ ነብሰይ ኣውጽኤላ እቲኣ ሰራሕት ካራክተር በቃ ከምኡ ናይ ምቾት ሰብ ስለ ዝነበረ ብከምኡ ውጽኤላ ማለት እዩ። ብከምኡ ምቹ ኢለ ምስ ኣውጻኹላ ለጊባትኒ። ለጊባት እንድየ ኮት ከኣ ኣብቲ ዝበዝሕ ስራሓተይ ባዕለይ ከም ምቹ ኮይነ ስለ ዝዋሳእ ሰብ ብምቹ ክፈልጠኒ ክኢሉ ማለት እዩ። ሳልሰይቲ ሕቶ፣ ተዋሳኣይ ዶ ክንብለካ ወይስ ብፍሉይ ኮሜድያን? ዝበዝሕ ብትሰርሖም ኮሜዲ ክትስሕቕ ስለ ንውዕል ክንስሕቕ ስለ ንውዕል ናይ ሓድሽ ወለዶ ኮሜድያን ኢና ንብለካ። ንስኻኸ በየናይ? ክትጽዋዕ ትፈቱ ጽቡቅ መግለጺ ዩ ማለት ብጽቡቅ ጽውዑኒ ኣለኹም ውልዶ ኮሜድያን ክበሃል ደስ ዝብለኒ ጀማሪ ስለ ዘለኹ ንኮሜድስ ጌና ብሕጂ እየ ከበርክተሉ ኣነ ክጽውዓሉ ዝደሊ በቃ በቃ ውልዶ ኮሜድያን እንተይልኒ ዕጉብ እየ ካልእ ክበሃል ኣይደልን እየ ምስ ዓበኹ ከኣ ከምቲኦም ዘለዉ ኣያታትና ኮሜድያን ሰመይ ክዓቢ ደሊ ማለት እዩ ምውሳእ ብኸመይ ጀሚርካዮ ኣበይ ከ ቀዳመይቲ ስራሕካ ሰሪሕካያ ምስ በዓል መን ምውሳእ ኣብ ኤርትራ እየ ጀሚረዮ ቀዳመይቲ ስርሐይ ስለ ፍቅሪ እያ ትብል ኔራ ምናልባት እዚኣ ናይ ኣዲስ ኣበባ ደጊመያ ዘለኹ ዘይተተንከፈ ፕሎሰን ንብረትን ክኸሶ ዘለኹ እየ ከም ብሓዲሽ ሰሪሐያ ስለ ፍቅሪ ትብል ምስ ባባ ጆን ፍቃዱ ትኩ ኢብራሂም ምራጭ ካልኦት ብጾትና ኮይና ኢና ሰሪሕናያ ቀዳመይቲ ስርሐይ ብኣ ጀሚረ ማለት እዩ። ናብ ኣስመራ። ሓምሸይቲ ሕቶ፣ ዕድሜኻ ንእሽተይ ኢኻ፣ ግን ብዙሕ ስራሕ ተሳቲፍካ ኣለኻ። ነቲ ሞያ ዘለካ ፍቕሪ ድዩ ወላ ኩሎም ዳይረክተራት ክትሰርሕ ስለ ዝብሉኻ እዩ? ዕድመይ ዑንዱ እየ። ዑንዱ በቃ ምባል ሕሸኩም። ብብዝሒ እስኪ ሪኣ ጥዑይ ጌረ። እወ ብዙሕ ስራሕ ሰሪሕካ ኣለኻ፣ ብዙሕ እኳ ኣይበሃልን'ዩ። ገለ ስራሓት ግን ሰሪሐ ኣለኹ ዳይረክተራት ስለ ዝብሉኒ ይኹን ክስጋብ ሕጂ ኣብ ናተይ ስራሕ እየ ዝሰርሕ እቲኤን ሰሪሐየን ዘለኹ ኣብ ናይ ካልኦት ደረስትን ዳይረክተራትን ውሑዳት እየን ደግስ ታሪኽ ሾርት ሙቪ ናይ ሓደ ገለ ገለታት እየን ብጻብዕቲ ዝቑጸራ እየን ሰን ከኣ ፈትየየን ደስ ስለ ዝበላኒ ንኣብነት ሕጂ ደግስ ታሪኽ ክሪኣ ከለኹ ብስክሪፕት ስለ ደስ ዝበለትኒ እያ ኣትያ ክሰርሓ ስለ ዘለኹ ብጣዕሚ እየ ዝፈትዎ ከኣ ነቲ ስራሕ ቻቼቲ ኣብ ፋሚልኻ ኣርቲስት ኣለዉ ድዮም ማለት ኣብ ዝሰራሕኻዮ ጽቡቅ ኢኻ ተድምዕ ገለ ውርሻ ድዩ ኣይ ውርሻ ክብሎ ኣይክእልን እየ ሓወቦይ ኔሩ ንሜዳ ክወጽእ ከሎስ ብክራር ወጹ ይብሉና ግን ንሱ ናቱ ሞያ ክብሎ ኣይክእልን እየ ምክንያቱ ኣይቀጸሎን ገለ ክእለቱ ገለ ኣይሰማዕኩን ግን ኣለዉ ደቂ ሓቦ ደቂ ሓትኖ ገለ ገለ ዝመጽእ ስራሓት ኣለዉ እቲ ሓደ ናቱ ሞያ ኣለዎ እቲ ሓደ ናቱ ሞያ ኣለዎ ገለ ግን ኣነ ናይ ወለዱ ናይ ናህና ውርሻስ የውርስ ኣሎ ከይ ዝብል ብድሕሪ ዝጀመሩ ኣርቲስት ብዙሓት ኣለዎ ዓሊትና ማለት እየ ምቹን ኣክተር ኢኻ ተፈጢርካ ግን ብህፃነትካ እንታይ ክትከውን ትደሊ ነርካ ወለድኻ ከ እንታይ ክትኮነሎም ይደሊ ነይሩ ኣነ ብዘይ ቀልዓለም ሳዕሳዕ እየ ክኸውን ደሊ ነይረ ቀዳማይ ሞያይ እውን ንሱ እዩ ነይሩ ብገለ ምኽንያታት ኣቋሪጸዮ። ስድራይ ግን ጓያይ ክኾነሎም ይደልዩ ነይሮም። ግዲ ጓያኻ ትብላዕ ነይራ እቲ ሰዓት እቲ ጓያይ ክኾኑ ማራ ኣዲዳስ በቃ ቱታ ገለ ምን ኢልዎ ሽዑ ማንም ሰብ ዘይተኸደኖ እዩ ተኸዲነዮ ግን ኣየድማዕኩሉን ናብ ካብቲ ኣርቲ ወጻኹ ናብቲ ናይ ድራማ ዓለም ኣትየ ማለት እዩ። ቆልዓ ከለኻ ክርእየካ ከለኹ ከምዚ ን ኣዲኡ ከምዚ ነዲኡ ብዘረባ ጦቕ ዘብላ ዝነበረ ኮይኑ እዩ ዝስማዓኒ። ከመይ ነይርካ ብንእሽቶኻ? ሽሮ ብውዒታ ኣጸሊል ማለትሲ ከምዚ ዝጋነን ዋዒ ነበረኒ ግን ተዛራባይ ከምዚ ውዑይ ገለ ነይረ መንጽር ናይ ዘለኹ ሰዓት ኣይኮነን ሕጂ መንጻሩ ዝሒለ ንእሽተይ ከለኹ ግን ተዛራባይ ኣብ ዘይዕድመይ ዓቢ ዓቢ ዝጻወት ነይረ ናብ ጥበብ ክትኣቱ መን ነይሩ ሞዴል ዝኾነካ? ኣብ ኮሜዲ ዓለም ከም ኮሜድያን ኮይነ ክሰርሕ ምስ ጀመርኩ በቃ ከስተውለሎም ጀመርኩ ኮሜድያናት በዓል ሲዚኖ ሳንድያጎ ናይ ደገ ድማ ሮዋን ኣትኪንሰን ሚስተር ቢን ማለት እዩ ክከታተል ጀሚረ ማለት ብፍሉይ ሕጂ ናይ መን ክዕዘብ ደሊ ካብ ናይ ዓድና ናይ ሲዚኒኖ ካብ ናይ ደገ ከኣ ብፍሉይ ካራክተር ወይ ብፍሉይ ታለንት ኢለ ዝሓስቦ ድማ ሮዋን ኣትኪንሰን ብጣዕሚ ኢየ ዘድንቖ ኣብዚ ከም ኮሜድያን ኮይኑ ዝኣተኹሉ ሰዓት እሶም ኢዮም ናተይ ሞዴላት ኔሮም ናብ ኮሜድያን ናብ ኮሜዲ ዓለም ክኣቱ ከለኹ ግን ፍትወት ወይ ድማ ብገለ ዝጀመርኩዎ ኣይኮነን ሃንደበታዊ ስለ ዝነበረ ማለት እዩ ኣብ ሙሳ ዓለም ካብ ትኣቱ ብዙሓት ሰዓብቲ ኣለውኻ ዝበዝሑ ሰዓብትኻ ኣወዳት ዶ ወይስ ኣዋልድ እንታይ ርኤሜም ወይ ርኤን እየን ቦዝ ኦቭዘም ክልቲኦም ወድን ጓልን ወላ ኣንስቲ ወላ ሰብኡት ገለ ኩሎም የድንቑና እዮም ደው ኢሎም ርእይቶ ህቡና እዮም እንታይ ርእዮም ክብል ከኣ በቃ እንደ ሰብ ዝተፈተወካ ወይ ድማ ዝተጋገኻ ርእይቶ ዝሃበካ እንታይ ኮይኑ ከምዚ ኮይኑ ክትብል ኣይትኽእልን ኢኻ ብሓፈሻ ግን ካብቲ ስራሕ እዩ ዝብገስ ካልእ ክኾን ኣይክእልን ይብል ኣሎ ዕድል ተዝወሃበካ ምስ ናይ ሃገርና ተዋሳእቲ ምስ መን ክትዋሳእ ምደለኻ ክልተ ጥቐስ ዝብል ኣሎ ኣብ ኤርትራ ተዝህሉ ኣብዚኣ ሰዓት እዚኣ ሕጂ ምስ መብራህቱ ሰሎሙን ክዋሳእ ምደለኹ በቃ ባህጊ ኣለኒ ፍሉይ ባህጊ ማለት እዩ ካልኣይ ድማ ምስ ኣማን ባድ ኣለው ጅማ ያቱን የሎም ማዓንቲ ናይ መልሓስ ጅማ ኣላትኒ ንእሽተይ ክውዳእ እዚኣ ኣብ ኣይ ናይ መልሓስ ጅም ኣላት እንዶ ጅም ጽባሕ ክኣትዋ እየ ቻው ፍላይት ሙድ ገብረ ኣሬታ ቀዳማይ በቃ ምስ ባህግ ዘለኒ ምስ መብራቱ ሰሎሙን ክዋሳእ ደሊ ምስ ኣማን ባድሻ ድማ ዕድል ተዝረክብ ንክልቲኦም መማላእኹ ምብላን ማማኻ ክትሪኦ ዘይደሊ ነገር ኣብ ጅባኻ ክተቐምጦ ኣሎሎ ኣይ ድዒ የለን እየ ክብል ኣነ ሓሶት ከይትመስል እምበር የለን። ዓሰርተ ኣርባዕተ ኖኖ ዓሰርተ ሰለስተ እምበር ተዋጃቢርና ክኹሉ ወዲ ፋኑ መፀለለይ ክንደይ ዕድሜኻ እታ ንስኻ ትመርፃ ጓልከ ክንደያ እዋ ታው ወዲ ፋኑ መፀለለይ ክንደይ ዕድሜኻ እታ ንስኻ ትመርፃ ጓል ክንደይ ክትከውን ኣለዋ ገለ ትፈትዎ ናይ ጋል ባህሪ ከ ንገረኒ በጃካ ሕራይ ኣንቱይ እኮ ዑንዲ እየ ኢለኩም ነይረ ዕድመይ ዕስራን ኣርባዕተን ገይረ ኣለኩ እታ ኣነ ዝመርፃ ጋል ድማ ብውሕዱ ብ ኣርባዕተ ዓመት ሰለስተ ዓመት ክዓብያ ኣለኒ ይብል። ናታ ባህርያት ዝፈትዎ ድማ በቃ ሓቀኛ ባህሪ ሒዛ ትጓዓዝ ጓል ንደገ ዘይትመስል ንነብሳ ትመስል ንገዛ ትመስል ጓል ይመርፅ ኣነ ይብል ተተኻኢሉ እውን ሞናሊዛ ነገር ቀያሕ ነዋሕ ጨጉራ ኣብዚ ዝበፅሕ ቁመታ ክሳዕ ሜትሮን ቴስዓን ሓሙሽተን ክልተ ሜትሮ ዝኸይድ ገለ እንተኮይና እውን ኣይፅላእን ተተረኺባ ብመንፅር ደውለይ ቴሌፎን ይክፅፈልኩም እዩ ታሕቲ ብዝኾነ ግን ረኺበያ ስለዝኾንኩ ብዙሕ ምድዋል ኣየድልየኩምኒ ኣምሳያ ኣላ ማለት እየ ዓሰርተ ኣርባዕተ ምቹ ኩሉ ነገር ኩሉ ነገሩ መስሓቂ ንዑ ተስሕቆ ሕክያ እንታይ ትኸውን ወይ እንታይ ምኾነ ሪና ሕክያ ከምዚ ሃንደበት ገላ ይመፅን እዩ ግን ብፉሉይ ዘይትርሳዓኒ ነገር ኣላ ሕክይ ኣይኮነትን ከምዚ ማራ ተገርመኒ ገለ ሓደ ዓርከይ ኣሎ ሽሙ ብዘየገድስ ቤት መግቢ ጠሚና ኣቲና ብጣዕሚ ኢና ጠሚና ኣቲና ክንበልዕ ገለ ኢልና ምስ ኣተናስ ተጠሚኻ ዘለካ ሙድ ረዮ ደየእዙዝ መግቢ ኢና ኣዚዝና ንሱ ክልተ ጠለብ ኣይዙ ኣነ ከዓ ዓብ መግቢ ኣይዘ ገለ ንበልዕ ምስ በላዕና ትረቦ ፀጊብና ብውሽጢ ልበይ እንታይ ይብል ነይረ ሕጅስ ባእ ተጠመኻ ወዮ ተፀገብካ ወዮ ገለ ኢለስ እቲ ኣብ ምስላ ክነግሮ ኢለስ ስማዕ እንዶ ዝዓርከይ ተበለልኩስ እንታይ ድዩኒ ኣታ ጆን ዓርከይ ክልተ ኩላሰይ እንኮ ተሪፎን ካብዚ ኩሉ መኣዲ ካብ ክልተ ጠለብ መግቢ እምበር ኣቢኒ ኢሉኒ እዚኣ ብጣዕሚ እያ ተገርመኒ ንዓይ ማለት ክልተ ጠለብ በሊዕካ ካብ ክልተ ኩላሰ ምጻእካ መግቢ ኣቢኒ ክትብል ኮለካስ እዚ ዝሓረሰ ኣይኮነንሲ ዝሰርሐ ኣይኮነ ዝሓረሰ ከማን ኣይክእለካን ኢሉ ኢየ ገርመካ ካብ ኣቦኡ በይድ ነይሩ ኣብቲ ማእከል ከተማ ከመይ ኢሉ ክእሎ ነይሩ ሳኒ ገሪምኒ ወዲ ዕስራን ገለን ዓመት ኣብጺሕዎ ጎረረኻ ኣስማዓና በታ ትፈትዋ ደርፊ ጌርካ። ድፈትዎ ደርፍታት ብዙሕ ኔሩ ማእለያ ደይብሉ ደርፍታት ናይ በዓል የማነ ማርያም ኣፈወርቂ መዓት ደርፊ ኔሩ እንታይ እሞ ጎሮሮ የለን ቅድሚ ሕጂ መጀመርታ ኣብ ገዛ ክራር ገይረ ክራር ኣይክእላን እየ ግን ጢን ጢን እደርፍ ፋዘረይ መጺኡና መደቀሰይስ ጃን ወዲ ታኾንካ ደሓን ዲኻ እንታይ ረኺብካ ገሊኒ ዝበኪ ዘለኹ መሲልዎ ሕጂ ንስኹም ድማ ዝበኪ ዘለኹ መሲልኩም ናይ መጽናዕ መልእኽቲ ከይትሰዱለይሲ ክደርፍ ኣይክእልን እየ ጀምዓ ካብ ምውሳእ ወጻኢ ኣብ ካልእ ስራሕ ትሳተፍ ኢኻ ሓቂ ድዩ? ተራ ሓኾት ንብል ተራ እሞ እ ናብራ ሓኾት ኣብለና እዩ በቲ ተረኺብና ነዳቓይ እ ሓሲኤ ነዳቓይ እኮ ሰሪሐ በለኒ ግን ዓቕመይ ዘርከቦ እሰርሔ እ ብኣንጻሩ ቀንዲ ሞያይ ግን እ ኣብ ናይ ኣርት ዓለም እዩ ኣብ ቶማስ ማላጣ እትብል ድራማ ፈታዊ ገንዘብ ኮይንካ ኢኻ ትዋሳእ ኣብ ሓቀኛ ሂወትካኽ እ ገንዘብ ኣየጽድፈንን እዩ ገንዘብ ፈቱ እየ ብልክዕ ግን ንገንዘብ ኢለ ከኣ ሕሉፍ ነገር ኣይገብርን እየ ማለት እዩ። ከምቲ ሰብ ዘድልዮ ገንዘብ ግን ስለ ዘድልየኒ ይጥቀመሉ እየ፣ ንኸምጽኦ እውን እጽዕር እየ ማለት እዩ። ኣብ ደግስ ታሪኽ ተኸታተልቲ ፊሊም ኣጥኒስካያ ዘለኻ ጓል ኦእ ሕንቅቕቲ እያ ኣብ ኖርማል ሂወትካ ትፈትዋ ጓልከ ከምኡ ድያ እሳ ሓንቀቅቲ ጥራይ ኣይኮነትን ኣጽፈፈት ሓንቀቀት በለዐት ጸንቀቀት ኩሉ ነገር እንዳ እሳ ሓንቃቀ ድባሃል ከመይ እዩ ከም ናታ ኣይኮነን ከም ናይ ኪኪ ናታ ፍሉይ እንድዩ ካብ ባህጊ ወጻኢ እዩ እንተታ ትፈትዋ ዝበልኩምኒ ግን ሓንቅቅቲ እያ ከምቲ ትፈልጦ ሓንቃቀ ከምቲ ቅንዕና ከም ናይ ኪኪ ዘይኮነስ ከምቲ ሓደ ሕንቃቀ እዩ ዘለዎ እምበር ኪኪ ደኣ ወላ ኣብ ላይፍ ሂወታ ከኣ ደው ኢላስ ቲከይ ትብለኒ ማለት ኤልያስ ኸብደይ ይስሕበኒ ኣሎ ሕጂ ዶሞ መጺኣ ናይ መተባእሲ ክድግፈልኪ ኮይነ ኣብ ላይፍ ሂወት ኣዩ ዝኮን ዘሎ እዚ ገለ ትብሎ እንተሎ ንሰዓብትካ ጽቡቁ ኣቀዲመ ኢለ እየ ብጣዕሚ እየ ድፈትወኩም ብጣዕሚ እየ ደፍቅረኩም ሞራልኩም ኣይፈለየኒ ብዙሕ ስራሕ ኣትሒዘ ናባኹም ንክመጽእ ናትኩም ሃናጺ ርእይቶታት የገድሰኒ እየ ዝብል። ከም ዘለኹሞ ቀጽሉ ሞራልኩም ሓይልኹም ንሰሰ ኢንተርተይመንት ድማ ላይክ ሼር ሳብስክራይብ ብምግባር ናብ ኩሉ ህዝቢ መሃርን ኣዘናጋዕን ዝበለቶ ትሕዝቶ ሒዛ ንክትቐርብ ኣተባብዕዋ። ስለዚ ኣይ ላቭ ዩ ቱ ማች ቱ ማች ቴንክ ዩ።